ቶማስ ሳንካራ ኣፍሪካዊ ቾኪቬራ ካልኣይን ናይ መወዳእታን ክፋል ቶማስ ሳንካራ መንበረ ስልጣን ተረኪቡ ሃገሩ ምምራሕ እንትጅምር እታ ሃገር ቅድሚኡ ብዝነበሩ መራሕቲ ካብ ወፃኢ ሃገራት ብዙሕ ገንዘብ ብለቓሕ መልክዕ ወሲዳ ፀኒሓ እያ። ምዕራባውያን ሃገራት ናይ ቶማስ ጥንካረን ሓቦን ተስፋ ከቑርጾም ስለ ዝጀመረ፣ ነታ ሃገር ዕዳ ኺኽፈልና እናበሉ ኼጨንቕዋ ጀመሩ። ቶማስ ብኣንጻሩ፣ ኣይንኸፍልን፣ እቲ ዕዳ በብግዜኡ ኻባና ብእትወስድዎ መዓድን ይከፈለኩም ክብል ግብረ መልሲ ሂቦም ነበረ። ኵለን ኣፍሪቃ ሃገራት እውን ከምዚ ክብላ ከም ዘለወን ኣብ ሕብረት ኣፍሪቃ ጉባኤ ገሊጹ ኢዩ። ኣብዚ ኣኼባ ዕዳ ኣይንኸፍልን ዝብል ውሳነ ነሕልፈሉ ክኸውን ይምነ። ኵልና ናይ ኣፍሪቃ መራሕቲ፣ ኣብዚ ጉዳይ ተመሳሳሊ ቅዋም ክህልወና ይግባእ ዝብል መልእኽቲ እንተሕልፍ፣ ብወጻኢ ሃገራት ሳንባ ዝትንፍሱ ኣምባገነናት መራሕቲ ኣፍሪካ ሓሳቡ ኣውደቕዎ። ሓደ ሓደ ድማ ዝስሕቕዎ ኣይተስኣኑን። ፕረዚደንት ቶማስ ኣብ ኣርባዕተ ዓመት ዘበነ ስልጣኑ ሃገሩ ፕርኩናፋሶ ብምግቢ ዓርሳ ክትክእል ዝገበራ ኮይኑ፣ መንገዲታት፣ ናይ ሃዲድ ህንጸት ከምኡ'ውን ትምህርቲ ቤት፣ ትካላት ጥዕናን፣ ካልኦት መሰረተ ልምዓትን እታ ሃገር ሪኣቶ ብዘይትፈልጥ ፍጥነት ንኽስፋሕፋሕ ብምግባር ዜጋታት እታ ሃገር ተጠቀምቲ ንክኾኑ ተገይሩ እዩ። ሰበ ስልጣናት ስልጣን ንናይ ውልቀ ጥቕሞምን መውዓሊ እንትገብሩ ናብ ገጠር ብምምዳብ ክቕፅዑ ይገብሮም ነበረ። ቶማስ ናይ ደቂ ኣንስትዮ ናይ ሓባር ተጠቃምነት ብወረ ጥራሕ ዘይኮነስ ብተግባር ሰሪሑ ዘርኣየ መራሒ እዩ። ሓደ እዋን ንኮሌጅ ተምሃሮ ኣኪቡ ጓል ኣንስተይቲ እንተጠኒሳ በቲ ኮሌጅ ሕጊ ትባረር፣ እቲ ዘጥነሳ ውዲ ግን ምንም ኣይሕተትን እዚ ትክክል ኣይኮነን እዚ ማለት እቲ ወዲ ክንዲ ዝደለዮ ከጥንስ ነፃነት ተዋሂብዎ ኣሎ ማለት እዩ ስለዚ ክከውን ዘለዎ እቲ ሕጊ ክማሓየሽ ኣለዎ ወይ ክልቲኦም ሓቢሮም ክማሃሩ ኣለዎም ወይ ድማ ክልቲኦም ክባረሩ ኣለዎም ክብል ንደቂ ኣንስትዮ መሃሮ ዘለዎ ኽብሪ ኣርእዩ እዩ። ብሶሻሊዝም ዝተቓነየ ምሕደራ ቶማስ ምዕራባውያን ሃገራት ብፍላይ ድማ ኣሜሪካን ፈረንሳይን ኣይተሓጎሳሉን። ከመይ ከጥፍእዎ ከም ዝኽእሉ ሽርሒ ምእላም ጀመሩ። ቶማስ ሳንካራ ሰባት ቀልጢፉ ዝኣምን፣ ዝቐረቦ ኹሉ ብጥርጣረ ዘይርኢ፣ ሓላፍነት እንተሂቡ እምነት ዘውድቕ ሰብ ነበረ። እንተኾነ ስልጣን ዝሰኣኑ መሃያ ይወስኽ ካልኦት ሕቶታትን ምኽንያት ብምግባር ዓመጽ ክለዓል ጀመረ ኣንጻር ቶማስ። ብፕረዚደንት ቶማስ እትምራሕ ቡርኪና ፋሶ፣ ምስታ ቅድም ኢላ እትገዝኣ ዝነበረት ፈረንሳይ ርክብ ኣየቋረጸትን። ይኹን እምበር ብዝኾነ ዓይነት ብፈረንሳይ ዝወጸ ትእዛዝ ግን ከምቲ ቀደም ኣይትፍጽምን። ቡርኪና ፋሶ ትእዛዝኩም ኣይቅበልን ብምባላ ፈረንሳይ ተቖጠዐት። ቶማስ ንናይ ኩባ መራሒ ዝነበረ ፊደል ካስትሮ ዓብይ ክብሪ ከም ዘለዎን ናቱ ክብርታት ወይ ድማ ሌጋሲ ከቐጽሎ ከም ዝደሊ እንትሕብር ናይ ፊደል ካስትሮ ጸላኢት ዝነበረት ኣመሪካ ንቶማስ ስና ነኸሰትሉ። በዚ ምኽንያት ቶማስ ብውሽጥን ወጻእን ፖለቲካዊ ተቓውሞታት ክበጽሕዎ ጀመሩ። ቶማስ ንዝኣመነሉ ጉዳይ ምንም ከይፈርሐ ይዛረብ ዝነበረን ደፋር መራሒ እዩ። ጥቅምቲ ዓሰርተ ሓሙሽተ ሽሕን ትሽዓተ ሚእትን ሰማንያን ሸውዓተን ብንጎሆኡ ሃንደበት ናይ ፈረንሳይ መደብር ተለቪዥን መደንገጺ ዜና ኣቃልሐ። ኣፍሪካ ሓድሽ ዕልዋ መንግስቲ ኣተኣናጊዳ፣ ናይ ቡርኪና ፋሶ ፕረዚደንት ኣብ ቤተ መንግስቲ ብዝተገበረ ተኹሲ ተቐቲሉ ዝብል ዜና ሰሪሖም ኣቕረቡ። ኮይኑ ግና ቶማስ ንክቕተል ወጻኢ ሃገራት ምስ ውሽጢ ሃገር ተቓወምቲ ተመሳጢሮም ኣብ ልዕሊ ቶማስ ቅትለት ከም ዝፈጸሙ ድሒሮም ዝወጹ ሓበሬታታት የመላኽቱ። ኣብዚ ብጣዕሚ ሕልኽላኽ ከይዲ ቅትለት ፕረዚደንት ቶማስ ሳንካራ ኢድ ከም ዝነበሮም ዝተረጋገጸ ኣካላት ናይ ፈረንሳይ ጸጥታ ቢሮ፣ ሲኣይኤ ኣሜሪካ፣ ላይበርያዊ ዕጡቕ መራሒ ጆን ፕሬንስ፣ ናይ ሊብያ መራሒ ኮነሬል ጋዳፊ፣ ዓርኩን መተዓቢቱ ደሓር ድማ ምክትሉ ዝነበረ ብሌስ ኮንፓውሬ ሚኒስተር መከላኸሊ ዝነበረ ኩንግሬ እዚኦም ኩሎም ቶማስ ሳንካራ ንምቕታል ሓቢሮም ከም ዝሰርሑን ኣብ መወዳእታ ድማ ሓሳቦም ተሳኺዑ ቶማስ ከም ዝቐተልዎ ዝገልጽ ሓበሬታ ብናይ ጣልያናዊ መጻረዪ ገበን ጋዜጠኛ ሲልቤስትሮ ሞንታራኖ ዝተገብረ ምጽራይ ኣብ ደቡብ ኣፍሪካ ሻዶስ ዝተባህለ መደብር ቴሌቪዥን ኣቃሊዑ እዩ። ቶማስ ሳንካራ ከመይን ንምንታይን ሞይቱ? ጣልያናዊ ጋዜጠኛ ሞንታራኖ ናይ ቶማስ ኣቀታትላ ብኸምዚ ይገልጾ፣ ላይበርያዊ መራሒ ዝነበረ ቻርለስ ተሌር ካብቲ ተኣሲሩሉ ዝነበረ ናይ ኣሜሪካ እስርቤት ሃንደበት ተፈቲሑ ኣብ ላይበርያ ተራእየ፣ ኣብቲ ግዜ ኣሜሪካ በቲ ሽዕ እዋን ፕረዚደንት ንዝነበረ ሳሙኤል ዶን ካብ ስልጣን ንምእላይ ድሌት ስለ ዝነበራ፣ ቴለር ዓመጽቲ ንኽመርሕ ብዙሕ ገንዘብን መሳርሒ ኲናትን ኣሸኪማ ንስልጠና ናብ ሊብያ ተልኣኸ። ኣብቲ ስልጠና ቶማስ ሳንካራ፣ ብሌስ ኮምፓውሬ፣ ናይ ጋምብያ ጃማሃንን ካብ ቻድ ድማ ሓደ ወተሃደራዊ ሓላፊ ተሳተፍቲ ነበሩ። እዚ ጉጅለ ነቲ ቅድሚ ቶማስ ዝነበረ መራሒ ቡርኪናፋሶ መፈንቅለ መንግስቲ ገይሮም ኣልዮም ንቶማስ ድማ ካብ እስርቤት ኣውጺኦም ፕረዚደንት ንኸውን ዘብቅዕዎ እዮም። እንተኾነ ቶማስ ስልጣን ምስ ሓዘ ምስኦም ክስማዕማዕ ብዘይምኽኣሉ ተኸሓሒዶም እዮም። ኣሜሪካን ፈረንሳይን ድማ ናይ ሶሻሊዝም ርእዮተ ኣለም ተኸታሊ ብምዃኑ ንኻልኦት ሃገራት ኣፍሪካ'ውን ከለዓዕል ይኽእል እዩ ብምባል ጸሊኦምዎ ጸኒሖም እዮም። ፈረንሳይ ነተን ብመግዛእቲ ሒዛተን ዝነበረት ሃገራት ብተዘዋዋሪ ትእዛዝ ዘይቅበል መራሒ ዘለዋ ሃገር ክትህሉ ኣይትደልን። ኣሜሪካ'ውን ትኾን ቶማስ ናብ ሩስያን ካልኦት ሶሻሊስት ሃገራትን ዝገብሮ ዑደት ኣይተዋሕጠላን። ብጆን ፕሬንስን ቴለርን ዝምርሑ ዕጡቓት ላይበርያ፣ ቡርኪናፋሶ ማእኸሎምን መእከቢ መሳርሒ ኹናቶምን ክትከውን ቦታ ንኽወሃቦምን ንቶማስ እንተሓተዎ፣ ቶማስ ድማ ሃገረይ ኣብ ካልእ ሃገራት ኹናት ተሓባባሪት ኣይትኸውንን፣ ሕጋዊ ዘይኮነ ንግዳዊ ምንቅስቓስ እውን ኣይተካይድን ብምባል ፍቓደኛ ከይኮነ ተረፈ። ብመልሲ ተዋ ዘይተሓጎሱ እዞም መራሕቲ ተቓወምቲ ላይበርያውያን ከም ኣሜሪካን ፈረንሳይን ናይ ቶማስ ዕድመ ክሓጽር ተመነዩ። ኣፍሪካውያን ዓመጽቲ ብምእካብ ዝፍለጥ መራሒ ሊብያ ዝነበረ ሙዓመር ጋዳፊ እውን ቶማስ ብናቱ ሶሻሊዝ ኣካይዳ ብናቱ ሶሻሊዝም ኣካይዳ ብዘይምኻዱ ኣይተሓጎሰሉን። ዓይንን ሓመድን ዝነበሩ ኣሜሪካን መራሒ ሊብያን ሙዓመር ጋዳፍን ቶማስ ንምቕታል ግን ሓደ ኮኑ። እዚ ዝኣለምዎ ሽርሒ ተግባራዊ ንዝገብረሎም ንቶማስ ቀረባ ዝኾነ በዓል ስልጣን ንምርካብ ኣየጸገመሎምን። ናይ ቶማስ መቃልስቲ ምክትል ዝነበረ ብሌስ ኮምፓውሬ ብቐሊሉ ረኸቡ። ሻምበል ብሌስ ኮምፓውሬ በቲ ግዜ ናይታ ሃገር ልዑል ወተሃደራዊ መራሕን ካብ ቶማስ ቀጺሉ ዝለዓለ ስልጣን ዝነበሮ ሰብ እዩ። ምስ ቶማስ ኣብ ምሳሕን ድራርን ካልኦት ተግባራትን ዘይፈላለዩ ኣዕርኽቲ ነበሩ። ፈለማ ዝተፈለጥሉ ወተሃደራት ኮይኖም ናብ ምሮኮ እንትለኣኹ ክልቲኦም ናይ ማርክሲስት ስነ ሓሳብ ተኸተልትን ኣብ ሃገሮም ጉዳይ ዘለዎም ኣመለኻኽታን ሓደ ስለ ዝገበሮም የዕርኽ ኮኑ። ደሓር ናብ ሃገሮም ምስ ተመልሱ ድማ ቶማስ ናብ እስርቤት እንትኣቱ ብሌስ ካምፓውሬ ወተሃደራት ወዲቡ ዕልዋ መንግስቲ ብምግባር ንቶማስ ካብ እስርቤት ኣውጺኡ ፕረዚደንት ክኸውን ዝገበሮ እዩ። ክሳብ ክንዲ ዝኣክል ዕርክነት ዝነበሮም እንትኾን ኣብ መንጎ ክልቲኦም ክፍተት ይፍጠር ኢልካ ዝሕሰብ ኣይነበርን። ኮይኑ ግና ዕርክነቶም ብዘለዎ ኣይቀጸለን ክሳብ ምቅትታል ድማ በጽሑ። ብሌስ ኮምፓውሬ ንምንታይ ምስ ን ኣሜሪካ ተሓባቢሩ ንቶማስ ሳንካራ ቀቲልዎ ዝብል ሕቶ እንትምለስ ድማ ሓደ ሓቂ ኣሎ ንሱ ድማ ቶማስ ኣብ ልቢ ህዝቢ ተፈታውነትን ብዙሕ ድጋፍን ረኺቡ እዩ። መቃልስቱን መሳርሕቱን እኒ ብሌስ ኮምፓውሬ ክበጽሕዎ ዘይከኣሉ ብህዝቢ ተፈታውነትን ክብርን ከም ዝረኸበ ተገንዘቡ። ኩሉ ነገሮም ድማ ኣብ ትሕቲ ቶማስ ምዃኑ ኣይተሓጎስሉን። ከም ካልኦት ጸላእቱ ዕድመ ቶማስ ከሕጽር ተመነዩ። ቅድም ኢሎም ስኖም ነኺሰምሉ ዝጸንሑ ናይ ወጻኢ ሓይልታት ድማ ንብሌስ ኮምፓውሬ ቶማስ ኣጥፊእኻ ቡርኪናፋሶ ንምንታይ ናይ ባዕልኻ ዘይትገብራ እንዳበሉ ኣደፋፍእዎ። ንብዙሕ ዓመታት ሓወይ ዓርከይ ዝብሎ ዝነበረ መቃልስቱ ቀቲሉ ስልጣን ንምሓዝ ሕልናኡ ሸይጡ ከሓዶ። መራሕቲ ዕጡቓት ላይበርያ ቴለር ፕሬንስን ናይ ቻድ ፕረዚዳንት፣ ናይ ሊብያ መራሒ ሞዓመር ጋዳፊ ተወካሊ ብሌስ ኮምፓውሬ፣ ደሓር ሚኒስተር መከላከሊ ዝኾነ፣ ደሓር ሚኒስተር መከላኸሊ እታ ሃገር ዝኾኑ ኮንግሬ ኣብ ሞሪታንያ ተኣኪቦም ቶማስ ከመይ ክቐትልዎ ከም ዘለዎምን ፈረንሳይ ከመይ መሳርሒ ኹናት ከተቕርብ ከም ዘለዋን ደሓር ምስ ተቐተለ ድማ ፈረንሳይ ንብሌስ ኮምፓውሬ ሓዱሽ መንግስቲ ቀልጢፋ ኣፍልጦ ክትህብ ከም ዘለዋን ተስማዕሚዖም ወጹ። እቲ ሽርሒ ኣሜሪካን ፈረንሳይን በቲ ኣብ ቡርኪና ፋሶ ዝርከብ ኤምባሲኦም ኣቢሎም ከፈጸምዎ ኣብ ስምምዕ በጽሑ። ድሕሪ እቲ ስምምዕ ብብሌስ ኮምፓውሬ ዝሰልጠኑ ዕጡቓት ከዳሉ ንኮንጉሬ ትእዛዝ ኣሕለፈሉ። ቴሌር እውን ንሳንካራ ክቐትሉ ዝኽእሉ ተወሰኽቲ ዕጡቓት ናብ ብሌስ ኮምፓውሬ ከም ዝልእኽ ቃል ኣተወሉ። እዚ ኹሉ እንትግበር ቶማስ ብፖሊስን ብናይ ድሕንነት ቢሮን ሓበሬታ በጺሕዎ እዩ። በቲ እዋን ናይ ድሕነት ቢሮ ሓላፊ ዝነበሩ ኣርነስቱ ድራንጎ ከም ዝሕብሮ፣ ናይ ብሌዝ ኮምፓዌሬ ኣካይዳ ናብ ሕማቕ የምርሕ ምህላዉ፣ ኣብ ልዕሊ ቶማስ ዕልዋ መንግስቲ ንምክያድ ዕጡቓት ይምልምል ከም ዝነበረ ተበጺሕሉ እዩ። ኣነ ድማ ንቶማስ እቲ ሓበሬታ ነገርክዎ። ክኣምነኒ ግን ኣይከኣለን። ብሌዝ ኮምፓውሬ ይተኣሰር፣ ካብ ስልጣን ነባርሮ፣ ህይወትካ ኣብ ሓደጋ ከይትወድቕ ዝብል ሓሳብ ድማ ኣቕረብኩሉ። ቶማስ ግን ግደፎም ይኽሓዱኒ ኣነ ግን ኣይክሕዶምን እየ፣ መንገደይ ብዘይ ጥርጥር ምጉዓዝ ክቕጽል እየ እንትብል ኣነ ድማ ደጋጊመ ከረድኦ ፈተንኩ። ሓድሽ ነገር ግን ኣይረኸብኩሉን። ብተወሳኺ ፖሊስ እውን ነቲ እቲ ሓበሬታ ንቶማስ ነጊርዎ እዩ፣ ብተመሳሳሊ ንዕኡ እውን ኣይኣመኖን ይብል ምልስ ኢሉ ነቲ ኩነታት እንትዝክሮ። ቶማስ ህዝቢ ዝዓቢ ብምትእምማንን ሓቢርካ ብምስራሕን እምበር ሓድሕድካ ብምቅያምን ብምቅታልን ኣይኮነን ኢሉ ይኣምን ነበረ። ቶማስ ብዙሕ ግዜ ደጋጊሙ ዝብላ ጥቕሲ ነበረቶ። ቶማስ ሳንካራ ምቕታል ይከኣል ይኸውን፣ ሓሳቡ ግን ምጥፋእ ኣይከኣልን ይብል ነበረ። ጥቅምቲ ዓሰርተ ሓሙሽተ፣ ሽሕን ትሽዓተ ሚእቲ ሰማንያን ትሽዓተን ኣብ ስርሑ ውዒሉ ናብ ገዛኡ ቅድሚ ምኻዱ፣ እኒ ብሌስ ከምፓውሬ ሓዊሱ ካልኦት ኣመራርሓ ኣኪቡዎም ኣምሸየ። ድሕሪኡ ብሌስ ከምፓውሬ ናብ ገዛኡ ዝኸይድ መሲሉ፣ ንቶማስ ዝቐትሉ ዕጡቓት ከዳሉ ጀመረ። ድሕሪኡ ናብ ቶማስ ዝነበረሉ ቢሮ ከይዶም ሃንደበት ተኹሲ ብምኽፋት ቀተልዎ። ካብቶም ካብ ላይበርያ ዝመጽኡ ዕጡቓት ሓደ ዝነበረ ሻምበል ማሞ ንቶማስ ንቐትል ዕማም ተዋሂቡኒ ነይሩ፣ እቲ ቅትለት እንትፍጸም ግን ኣብ ካልእ ቦታ ኮይነ ምስ ፕሬንስ ብቴለፎን ንራኸብ ነይርና፣ ቶማስ መዓዝ ናብ ገዛኡ ከም ዝኸይድ፣ መዓዝ ስራሕ ከም ዝኣቱን ኩሉ ኣጽኒዕናዮ ነይርና ኢና። ብሌስ ካምፓውሬ ካብቲ ኣኼባ ብምውጻእ ገዛኡ ዝኸይድ መሲሉ ዕጡቓት ሒዙ ናብ ክፍሉ ብምዝላቕ እንትትኩሰሉ፣ ቶማስ ቅድሚ ምሟቱ ብሌስ ሓወይ እዩ እናበልኩኻ ንስኻ ግን ክትቅትለኒ ተዓጢቕካ መጺእኻ ክብል ሰሚዐዮ። ድሕሪኡ ብሌስ ኮምፓውሬ ግን ብዙሕ ከይጸንሐ ጠያይቲ ኣዝነብሉ። ካልኦት ዓሰርተ ሰለስተ ናይ ቶማስ ዓጀብትን፣ ናይ ቢሮ ሰራሕተኛታትን እውን ተቐትሉ ኢሉ ይሕብረሉ ንጣልያናዊ ጋዜጠኛ ሞንታናሮ። ብሌስ ኮምፓውሬ ንቶማስ ሓዊሱ ንዓሰርተ ሰለስተ ምዉታት ብሕቡእ ኣብ ሓንቲ ጉድጓድ ክቕበሩ ገበሮም። ኣብ ተለቪዥን ቀሪቡ ብሃንደበት ሞት ዓርከይን መቃለስተይን ዝተሰመዓኒ ሓዘን ይገልጽ ብምባል እቲ ቅትለት ንዕኡ እውን ተሓሲቡ ከም ዝነበረን ኣብቲ ቅትለት የለኹሉን ንምባል ፈቲኑ ነይሩ እዩ ብሌስ ኮምፓውሬ ሓሳቡ ሰሚርሉ ፕረዚደንት ሃገረ ቡርኪናፋሶ ክኸውን በቕዐ። ኮይኑ ግና ናይ ኣሜሪካን ፈረንሳይን ተለኣኣኺ ኮይኑ ብቶማስ ሳንካራ ጽቡቕ ልምዓትን ዕቤትን ሪኣ ዝነበረት ሃገር ናብቲ ዝነበረቶ ድኽነትን ድሕረትን ተመልሰት። ብሌስ ኮምፓውሬ ዕስራን ሸውዓተን ዓመታት ኣብ ስልጣን ድሕሪ ምጽንሑ፣ ብዕልዋ መንግስቲ ካብ ስልጣኑ ተኣልዩ ናብ ጎረቤት ሃገር ሃደምም። ኣስካሬን ጅግና መራሒ ቶማስ ሳንካራ ካብቲ ዝተቐበረሉ ወጺኡ ብኽብሪ ተቐበረ። ብዝተገበረ ምርመራ ድማ ብዓሰርተ ሸውዓተ ጠያይት ተሃሪሙ ከምዝተቐተለን ውጽኢት ምርመራኡ የርኢ። ኣብዚ ሕጂ እዋን ዜጋታት ቡርኪና ፋሶ ናይ ቶማስ ሳንካራ ፎቶ ኣብ ናይ ገዛኦም መንደቕ ለጢፎም ማይ ፕረዚደንት እንዳበሉ ይዝክርዎ። ኣብ ዕስራ ክፍለ ዘመን ዝተርኣየ ስሙይ መራሒ ኣፍሪካ እንዳበሉ ድማ የሞግስዎ። ታሪኽ ልዕሊ መቓብር'ዩ ከምዝበሃል፣